Hello, this is Microphone Media. Please like, subscribe, and share. Thank you. ሰላም ጥዒና ሃበለይ ድሓን ውዒልኩም ድሓን ድሓዴርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ መንቋ ዳህና መፃኹም እናሃልና ናይ ኩሉ ሻዕ መድመፅቲ ናይዚ ቤተሰብና ኣካል ኮይንኩም ክትቅፅሉ ሰብስክራይብ ዘይግበርኩም ሰብስክራይብ ግበሩ ላይክን ሼርን ጌርኩም ንክሰምዕዎ እውን ብክብሪ ንዕድመኩም ሰማዕትና እምበኣርከስ እንታይ እዩ ዝግበር ዘሎ ኣብዚ ናይ ዓፋር መሬት ዝብል ሕዚ ናይ ቢሮ ሰላምን ፀጥታን ትግራይ ናይ ፀጥታ ሓላፊ ዝኾኑ ብርጋዴር ጀነራል ተኽላይ ኪዳኑ ዝገበርዎ ቃለ መሕተት ኣሎ ምስ እዚ ናይ ዓለም ለኸ ሚድያ እዩ እዚ ቀጥታ እንታይ ይግበር ከም ዘሎ ብዝርዝር ንሓሙሽተ ደቂቓ ካብ ሓሙሽተ ደቂቓ እውን ትንእስ እያ መስለኒ ተዛሪቦም ኣለዉ ንሱ ሓቢርና ንስምዓዮ ካብኡ ቀጺልና ካዓ መን ንነግረኩም ኣሎ ብጣዕሚ ዝለዓለ ዝለዓለ ኢንፎርሞሽን ኣለና እዩ ወዲእኹም እንተይሰማዕኹም እዛ ቪድዮ እዚኣ ከይትወጹ ሰማዕተይ ስለዚ ግን እታ ቃለ መሕተት ከም ዘላ ንሕና ምንም ነገር እንውስኸላ ነገር የለን ስምዕዋ ካብኡ ድሓረ ክንቅጽል ኢና ከይትወፁ ወዲኦም ስምዕዎ ካብ ሀዚ ጀሚርኩም ግን ላይክ ጌርኩም ጀምርዎ ከምቲ ኩሉ ሻዕ እንብለኩም
ሓራ መሬት ኢና ኢሎም ባዕሎም ዝፅውዑ ኣካላት ምስ ናይ ዓፋር ልዩ ሓይሊ ኮይኖም ተደጋጋሚ ናብ ዝተፈላለዩ ቦታታት እንዳመፁ ትንኮሳታት ገይሮም እዮም። ናይ ሰብ ጉድኣት እውን በፂሑና እዩ ንፈልጥ ኢና። ዝበፅሐና ጉድኣት በዙይ ብሚድያ ምግላፅ ኣይንደልን ግቡእ እውን ኣይኮነን። ዝኾነ ኮይኑ ግን እቲ ጉዳይ ያው ንምህዳእ ወይ ከዓ ንምርጋእ ብዙሕ ናብ ሓይሊ እስከ መማረፂ ገይርና ናይ ወሰድናዮ። ክንወስዶ ውን ግቡእ ኣይኮነን። ኣብ ብዙሓት ከባብታት ግን ኣብ ምላዛት፣ ኣብ ጣብያ ለምለም ኣኸዛ ዝበሃል ኣከባቢ፣ ብዴስኣን ኣከባቢ፣ ብወጀራት ኣከባቢ፣ ብገረብ ኣገው እና ፀሓፍቲ ዝበሃል ኣከባቢ፣ ብደደርባን ኣከባቢ ተደጋጋሚ ሙኮራታት ኣካይዶም እዮም። ክሳዕ ሕዚ ብፍላይ ሕዚ ኣብ ቀረባ ብ ሕዚ ብ ዕስራን ሰለስተን ክልተ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ገረብ ኣገውን ኣብ ደደርባን ኣከባቢ ካብ መጋለ መበገሲ ቃል ዝገበረን ንገረብ ኣገው ኣከባቢ ከኣ ካብ ቶንሳ ዝበሃል ለከባብ መበገሲ ገይሩ ትንኮሳታት ተገይሩ እዩ። ሓደጋ እውን ኣውጺሖም እዮም። ክሳዕ ሕዚ ግን ንሕና ምስ ናይ ዓፋር ፍሉይ ሓይልን ምስ ሓራ መሬት እየ ኢሉ ንባዕሉ ዝጽውዕ ዘሎ ሓይልን ንሕና ብኣና በኩል ዝተገብረ ክሳዕ ሕዚ ትንኮሳ የለን። ዝወሰድናዮ ሪቨንጅ ወይ ከኣ ባዕልኻ ናይ ምክልኻል ስጉምቲ እውን ኣይወሰድናን። ባዕልኻ ናይ ምክልኻል ስጉምትስ ካብ ዘለኻዮ ትሕዝቶ ቀጺልካ እውን ብዙሕ ነገር ምግባር ይከኣል እዩ። ኣብ ዘለናዮ ቦታ ኮይንና ባዕልና ካብ ምክልኻል ዝሓለፈ ግን ምንም ዓይነት ናብ ናይ ዓፋር ቦታ ዝተቖጻጸርናዮ ቦታ የለን ከምኡ ዓይነት ድልየት እውን የለን። ንሕና ብሕጊ ኢና ንምራሕ ውዕል ሰላም ፕሪቶርያ ፈሪሱ ክሻዕ ዘይተባህለ ንሱን ኣኽቢርና ኢና ክንቅፅል እንደሊ። ስለዚ እቲ ካልኦት ብሶሻል ሚድያ ብመይንስትሪም ሚድያ ዝመሓላለፍ ዘሎ ኮነ ተባሂሉ ንካልኦት ንካሊእ ንካሊእ ኢንተርቬንሽን ደኾን? ክንረክብ ንኽእል ዝብል ተስፋ ተዘይኮይኑ ምንም ሓድሽ ነገር ዝተፈጠረ የለን፣ ዝተገበረ ውግእ እውን የለን። ብኣና በኩል ንቕድሚት እውን ውግእ ዝበሃል ነገር ኣይንገብርን፣ ከምኡ ዓይነት ትልምን እቅድን እውን የብልናን ከም ቢሮ ሰላምን ፀጥታን ከም ግዝያዊ ምምሕዳር። ትማሊ ግን ናብ ዓፋር ኣትዮም ሉኣላዊ ናይ ዓፋር መሬት ተንኪፎም ዝብል ክስታት ቀሪቡ ኣሎ ምናልባት ኣብዚ ዝብዎ ምላሽ ተሃልዩካ። ሰሚዐ ኣለኹ ኣብ ሶሻል ሚድያ ነዚ ኣብዚ ጉዳይ እዚ ዝነጥፉን ኣብዚ ጉዳይ እዚ ተረባሕቲ ዝኾኑ ኣካላት ብዙሕ ነገር ከም ዝበሉ ሰሚዐ ኣለኹ። ናይ ዓፋር ክልል መንግስቲ እውን መግለፂ ከም ዘውፀኣ ቦታታት ኣተሓሒዙልና ውግእ ከፊቶምልና ተባሂሉ ኣሎ። ኣብቲ ቅድም ኢለ ካብ ዝገለፅክዎ ድልየት እካ ዝደፍኦ ተዘይኮይኑ፣ ንሕና ናይ ዓፋር ዝብሃል ሓንቲ ቦታ ናይ ሓድና እንድያውም ንጻባጸብ እንትሕር ተባሂሉ ኮይኑ ብዙሕ ኣየድልን ልቢ ምዕባይ ጽቡቅ እዩ ስለተባህለ እዩ እምበር ስለዝበልና እምበር ናይ ዓፋር ፍሉይ ሓይሊ ናይ ትግራይ ቦታታት ተቆጻጺሩ ከምዝርከብ ውን ንፈልጥ ኢና እዚ ናብ መግለጽታትና ኦፍሻሊ ንህዝቢ ዲክለር ክንገብር ኢና ክንገልጽ ኢና ግን ዋላ ይሓዙ ድኣ እምበር ቦታ ሒዞም ስለዘለዉ ግጭት ብግጭት እዩ ዝፍታሕ ዝብል እምነት ስለዘይብልና እዚ ጉዳይ እዚ ብግጭት ክፍታሕ እዩ ኢልና ሕዚ እውን ኣይንኣምን። ክልቲኦም ህዝብታት ክልቲኦም ግዝያዊ ምምሕዳር ተረዳዲኦም ወይ ኣብ ክልቲኦም ናይ ክልል ምምሕዳር ተረዳዲኦም እቲ ጉዳይ ክፈትሕዎ እቲ ዕድል ንሰላም ምሃብ እዩ ዝሐይሽ ዝብል እምነትን ተስፋን እዩ ዘለና። ንሕና ዝገበርናዮ ግጭት የለን ክንገብር እውን ኣይንኽእልን ከምኡ ዓይነት ዝግጁነት እውን የብልናን። ስለዚ ምስቲ ናይ ኣብ ሓራ መሬት ዘሎ ሓይሊ ብሰላም ንምውዳእ ንምዝርራብ ፃዕሪ፣ ፈተነ፣ ይግበር ዶ? ብወገኖም ኣብ ትግራይ መሬት ይወሃበና ናብ ትግራይ ክንኣቱ ካብ ዓፋር ከምዝብሉ ብገለ መራሕቶም ንሰምዕ ኢና። እቲ ዕጥቃዊ ቃልስን እቲ ናይ ሓይሊ ምፍ ማለት ዝግበር ዘሎ ጎንፂ ንምህዳእ፣ እንታይ ጻዕርታት ይግበር ኣሎ ብወገንኩም? ብዛዕባ ንሱ ዝፈልጦ ነገር የብለይን። ቦታ ይወሃበና ዝበለ ሓይሊ መን እዩ? ኣበይ ኮይኑ እዩ? ኣበይ ኮይኑ ከ እዩ ዝቃለስ ዘሎ? ንምንታይ ከ እዩ? ቃልሲ ድዩ really ናይ ህዝቢ ትግራይ ወይ ናይ ህዝቢ ትግራይ ረብሓታት ዘማልእ ቃልሲ ድዩ? መበገሲኡ ኣበይ እዩ ዝብል ይፈልጥ እየ ኣብ ዓፋርን ኣብ ገለ። ኣዲስ ኣበባ ምዃኑ ካብኡ መሬት ሃቡኒ ኣብኡ ከምዚ ክገብር ዕጥቂ ቃልሲ ክገብር ኢሉ ዝሓተተ ኣካል ግን ኣነ ኣይፈልጥን ዝፈልጦ ነገር የብለይን ከምኡ ዝበለ ሕቶ እውን ክመፅ ኣይኽእልን ምኽንያቱ ዘይለመድናዮ ሓድሽ ኣካይዳ እውን በቃ ስለዝኾነ ናይ ለውጢ ሓይሊ እየ ክቃለስ እየ ዝብል ሓይሊ እንድሕር ሃልዩ ካብ ናይ ዓፋር ቦታታት ናይ ትግራይ ቦታ ይሰፍሕ ስለዚ ብዙሕ ስለ ዘይፈልጦ ተሓቲቶም እንተኾይኖም ናብ መንግስቲ መንግስቲ ይመልሶ ንሕና ግን ከምኡ ቦታ ሃቡና ኢሉ ዝሓተተ ሰብ ኣይፈልጥን ኣነ።
ብኣርከ ሰማዕተይ ከምቲ ዝሰማዕኽምዎ እዙ ቃለ መሕተት ዝሃቡ ብርጋዴር ጀነራል ተኽላይ ኪዳነ እዮም ዝበሃሉ ናይ ቢሮን ሰላምን ፀጥታን ሓላፊ ፀጥታ ዘርፊ እዮም። ትግራይ ማለት እዩ ካብ መቐለ እናቲ ዘሎ ኣብ መሬት ዘሎ ዙ እዩ ክንደይ ዝኣክል ይውረ ከም ዘሎ ብፍላይ ብፍላይ ከዓመ እዞም ሶሻል ሚድያ ዘለዉ ደጊምና ደጊምና ክንዛረበሉ ንደሊ ብፍላይ ከዓም ትግርወት ኮይንኩም ናይ ትግርኛ ቋንቋ እናተዛረብኩም ህዝብኹም እናኣመነኩም ሓሲኹም ህዝቢ ናብ ዘይኮነ ትወስዱ ዘለኹም ካልእ ይቕረ ንኣኻትኩም እናጠቐሱ ዓበይቲ ናይ ዓለም ለኸ ሚድያታት ከምኒ ኣልጀርዚራ ዝመሰሉ ከምኒ ደችወሌ ዝመሰሉ እዙይ ተብሃለ እናተብሃለ እነ ኣዲስ ስታንዳርድ እውን ዝፀብፀብዎ እናተጠቐሰ ኣብ ዓበይቲ ሚድያታት እውን ይወፅእ ኣሎ። እንተኾነ እንተኾነ ዋላ ከምኡ ገይሩ ናብ ሰራዊት ትግራይ ናብ ዓፋር ኣትዩ እንተኾይኑ እውን ስቑልኩም ተሓብእዎ ምክንያቱ ምእንቲ ህዝቢ ኢሉ እዩ ናብኡ ኣትዩ ዝኒሆ ህዝቡ ንምድሓን ኢሉ እዩ ናብኡ ኣትዩ ዝኒሆ ማለት እዩ ተዝኸውን ነይሩ እውን እየ ዝብል ዘለኹ ግን ዘይኮነ እናሃለወ ብዕራይ ወለደ ኢልካ ካብቶም ፀላእትና እንፅበዮስ ንሱ እዩ ኣንቱም ተዓሲብኩም መኽዓመ ኣብ ትግራይ ዘለኹም መኽዓመ ንሰራዊት ትግራይ እናፀረፍኩም እናዋረድኩም ዘየለ ምሽጥራት ሰራዊት ትግራይ ብዚኣ ይንቀሳቐሰሎ ብዚኣ ይወፀሉ እናተብሃለ ካብ በየከተምኡ እናተኸታተልኩም እሕሊፍኩም ንብልፅግና እትህቡ ዘለኹም ዓብዪ ዝኾነ ስጉምቲ ክወሰደኩም ኣለዎ ጃሱሳት ማለት ኢኹም ተዓጢቖም ዝመፁ ፊት ንፊት ይቐሉ ካባኻትኩም ይሕይሽ እቶም ተዓጢቆም ንትግራይ ክወግኡ ዝመፁ ዘለዉ ዓፈር ሓራ መሬት ዝኒሀዉ ዝባሃሉ ናታቶም ይሐይሽ ኣብ ዉሽጢ ገዛኹም ኮይንኩም ኣብ ትግራይ ማእኸል ኮይንኩም ኣብ ናይ ትግራይ ከተማታት ኮይንኩም ናይ ሰራዊት ትግራይ ምሽጥር እናውፃኹም ብዚኣ ኣተወ ብዚኣ ወፀ እዚኣ ይገብሩ ኣለዉ ኣብዚኣ ይዕለሙ ኣለዉ እዚኣ ይበልዑ ኣለዉ ኣብዚኣ ተኣኪቦም ኣለዉ እናበልኩም እናሕለፍኩም ናብ ብልፅግና ትሰድዎ ዘለኹም ንንሕድሕድኩም ትፍለጡ ኣለኹም ኢኹም ንንሕድሕድኩም ክንደይ ዝኣክል ትዕግስቲ ክንደይ ዝኣክል ከኣላይ ከም ምዃኑ ቱ ኣብ ትግራይ ዝኒሄው ኣመራርሓ ብሰራዊት እምበሉ ብውድብ እምበሉ ብግዜያዊ ምሕዳር እምበሉ ኣነ ብጣዕሚ እዩ ዝገርመኒ ኣብዚ ዝማዕበለ ዓዲ ትሪዝን ዝመስል ክሕደት ዝመሰለ ዓብዪ ገበን የለን ዓብዪ ዓብዪ ገበን እዩ ናይ ዓዲ ምሽጥር ኣውፂኻ ንፀላ እሞ ከዓመ ንፀላኢ ዋላ ንፈታዊ እውን እንተነጊርካዮ ዓብዪ ገበን እዩ። ንጸላኢ ግን ኣሕሊፍካ እንተሂብካ ይኽዓመ ዘስቅል እዩ፣ ዕድመ ልክዕ ዘእስር እዩ። ስለዚ ሓደ ክልተ ነገር ኢና ንሓትት ኣንቱም ከምዚ ትገብሩ ዘለኹም ተዓገሱ ጠጠወ ኣብሉ ኣብ ውሽጢ ዓዲ ኮይንኩም ንህዝብና ዝጎድእ እንተዝኾ እንተኾይኑ እንተኾይኑ ህዝብኹም ሞራሉ ከፍ ዘብል ንሰራዊትኩም ሞራል ከፍ ዘብል ዝኾነ ነገር ጽቡቕ ነገር ተስፋ ዝሕዘሉ ነገር እንተልዩ ክትዛረቡ ግቡእ እዩ እንተዘይኮይኑ ግን ኣብ ዓዲ ውሽጢ ኮንኩም ብዚኣ ኣተወ ብዚኣ ወፀ ተጋሩ እኮ እዮም እቶም ጀጋኑ ወፂኦም ዝጋደሉ ዘለዉ እኮ ስለ ዝተዓጠቑ ናይ ካልኦት ዘርኢ እኮ ኣይኮኑን ካባካ ከማካትኩም ዝተምሃሩ ከማካትኩም ኑሮ ዝነበሮም ከማካትኩም ክምርዐዉ ክድርዐዉ ዝደልዩ ግን ዓደይ ከምዚ ተወሪሩ እናሃለወ ኣነ ምንም ነገር ዝልውጦ ነገር የለን ናብ ናይ ግለይ እናበሉ ኣብ ግንባር ከይዶም ዝኳሽሑ ዘለዉ ንኣኣቶም ክተጥቅዑ ንኣኣቶም ክተቕትሉ ኢኹም ትሰርሑ ዘለኹም ማለት እዩ ስለዚ እቲ ዋና ዓገብ ዝኒሀ ግን ኣብቲ ሰራዊት ትግራይ ኣብቲ ቢሮ ፀጥታ ሰላምን ትግራይ ንዚኣቶም ስጉምቲ ክውሰዶም ኣለዎ። ኣፍቱ ዝማዕበለ ዓዲ ፍሪዶም ኦፍ ስፒች ዘለዎ ዓዲ እውን እንተኾነ ካብ መስመር እንተወጺኻ ተሓታታይ ኢኻ። ብፍላይ ብፍላይ ከዓ ኣብናይ ዓደ ምሽጢር ኣውጺኻ ትህብ እንድሕር ኮይንካ ዘእስር ዘቐትል ዕድመኻ ልክዕ ዘእስር እዩ። ዘር መንዘርካ ዝሓፍረሉ ነገር እዩ እዚ እናበልኩ ናይ ህዝብ እዚ ይኣክለና ሻዕ ዝቕፅል ግዜ ሰላም ደሓን ወዓሉ ደሓን ህደሩ ቻው